ሃምዚ ኢልትላ ዓልዝ ግዴታ ኣብ ቆርበትና ለለዎ ልኾነ ይኹን ግፍጥ ጠቢልዎ ብሓደ ግዜ ስኢሉ በቃ ብሓደ ግዜ ሃምዚ ሕጽብ ኢልክን ትርኢ ኣለኽነሲ እዚ ኢድኽን እንትን ተገርክን ኣብዚ ገጽኽንሲ ክለምጽ ልኾን ሸተት ይልብል ኢድኽን ክነግረኪን ይኸእል ልክዕ ላብዚ ቪድዮ ሃም ትርኢ ኣለኽኖ ሃመ ገይሩ ሒዙና ሃም ለሎ ሃመ ገይሩ ቆሻሻ ሃም ለውጽእ ጨጉርታት ኹሉ ብሓደ ግዜ ገፊጥ ይለውጾ መጀመርያ ግዜ ተጠቂምክንኦ ብሓደ ግዜ ለውጥል ትሪኣሉ ማስክ እዩ ማለት እዩ ርኢኽን ናተይ ብግዲ እየ ለላቕቕ ኣለኹ ግን ግዴታ እዙይ ተጠቒምኽን ብዙሕ ሰዓት ክፀንሕ እነኦ ካልእ ደረቕ ትፅበዮ እነኽን እንድሕር ለይደረቐ ኣብ ገፅኽን ለሎ ቆሻሻታት ከልዕለልኽን ኣይኽእል እዩ ግዴታ ክደረቕ እነኦ የመና ሕሚምኒ ፀጉሪ ምንም ኣይላፅዩ ጓል ዓመይ እና ከዛ ሃምስታ ትሰርሕ ተለኹ ምሳይ ስለ ልትጥቀም እነክ ፀጉሪ ንዐ ከልዕለልኽን ገለ ትለኒ እሞ ኣይደሊ እሳ ብእንትን እያ ተልዕሎ ገፃ ለሎ ፀጉሪ ማለት እዩ እምቢ ስለላ ካብዚ ናተይ ፀጉሪ ስለለለወ ዓይነይ ነዊዑ ማለት እዩ ማይ ነዊዑ ዓይነይ በቃ ብጣዕሚ ሕሚምኒ ልቃ ሓምዝር ኣለኽን እዩ ማለት እዩ ዓይንኻትን ምስክር ኢሉ በዓልኽን ኣሰራርሕኡ ብደንብ ገይረ ከርእየክን እየ እስካዕ መጠረሻ ተኸታተሎ ኣሰራርሕኡ ደግሞ እንደየና ይስኢሉ በቃ ክብለክንሲ ቀሊል እዩ ንስኽላ ኢለ ከብድ ነገር የለ ኣብ ገዛና ለሎ ነገር ብጣዕሚ ቀሊል ነገር እዩና ላብ ኣሰራርሕኡ ከብለክን ሪኢኽንኦ እዚ ኩሉ ይረኣይ ኣብዚ ከሜራ እምበይ ፀጉሪ ዝኾነ እንድዒ ፀጉሪ ምናዳ ቀይሕ ፀጉሪ ኢለ ኣብ ገፀይ ዘሎ ፀጉሪ ፀሊም ይኾን ቀይሕ ቀይሕ ፀጉሪ ደቀቕቲ ኢና ናብቲ ቪድዮ ከብለክን ሓላላተይ መጀመርያ ናይ ታየ ተጠቒመ ኣይዋ ኣብዚ እባ ጓል ዓመይ ከምዚ ኢሉ ገፃ ማለት ሽፍ ኢልዋ ኣብዚ ገንበራ ብጣዕሚ ሽፍ ኢልዋ ሰርች ገይራ ለውፀቶ ቪድዮ እዩ ከምዚ ዝበለ ስርሕለይ ከምዚ ገይርካ ክሰርሐለይ እዚ ስኽ ዝሰርሕዮ ኣነ ፀጉረ የብለይ ኣብ ገፀይ ገለ ኢላ እዚ እየ ሰሪሐለላ ማለት እዩ ኣብ ገፃ ሽፍ ኢልዋ ብጣዕሚ ሽፍ ኢልዋ ንሳ ካልእ እየ ተጠቒማ ማለት እዩ ኣነ እዚ ንበይነ እየ ሰሪሐዮ ብቻ ላውዚ ናይ የለ ሰራሕኽዎ ከርእየክን ላውዙ ገፅኽን ቆሻሻና ፀጉር ለልዕለልኽን ልካ ሓምናተይ ማለት እዩ መጀመሪያ ላይ እንጣጢዕ ተጠቒመ እንጣጢዕ ሓንቲ ማንካ እንጣጢዕ ተጠቒመ ኣብ ማይ ኣፍሊሐዮ ንእኹት እንጣጢዕ ማለት እዩ ብደንቢ ፍልሕ ክብነኦ ዓሰርተ ሓሙሽተ ደቂቃ ዕስራ ደቂቃ ብቻ ፍልሕ ክብነኦ ትማይ ሓፊስ ምስ ኾነ ኢኽን ተጥፈኦ ማለት እዩ። ካብኡ ድማ ውዚ እንታይ ተጠቂመ ለለኹ ንስከፈ እዚአን ነስካፈ እየን ካብ ላዕሊ እኮ እዮም ፅሌሉ እዮም ደቂ ዓሚ ከዓ ድብቁ ይተንምስ ይህን እዚአን ደላ ክትለ ኮነታ ሰራሕተኛ

ያው ብመልክዑ ርኢኻ ሓንቲ ዶ በሲሉ ድዩ ያኒ ይኣኽሎ ድዩ ይኣኽሎይ ልክዕ ብዓይኒ ክንርኢኽን ምፍላይ ትኽእላ ይኽን ከምዚ ጌርና ኣጽሪርና የለና ንሕና ልክዕ ዝለድልየና ይኸው እዚ ሃምስ ጌርኽን ማይ ጥራሕ ምንታት ይለድልየክን ብቻ ሃምዚ እንጣጢዕ ትጥቀመኦ ተለኽን ቱ

ብደንቢ ግን መጀመሪያ ላይ ተማስሉ እነክን ብደንቢ ሕብር ተብሎ እነክን ቱንጣጢዕና እቲ ጋህዋ ብደንቢ ገይሩ ብሓደ ክወሃህድ እንሆ ካብኡ ሓፊሱ ዶ ቀጢኑ እንድሕር ቀጢኑለ ቡን ወስኻሉ እንድሕር ሓፊሱለ እንጣጢዕ ወስኻሉ ማለት እዩ ልክዕ ያኒ ልበይንኽን ተኾይኑ ጣዕምኽን ባዕልኽን ትፈልጥለኽን ንሰብ ተኾይኑ ኣብዚ ለለ ሰሪሕና ብልወዳእናሲ ዓሙይ ሪኣትኒ ማለት ሰሪሕና ወዲእና ገፀይ ብጣዕሚ እዩ ደንጉያ ኣብ ገዛይ ነበረት ስቲ ገፀይ ለይ ደረቀ መፅያ ማለት እዩ ደንጊፃ በሪ ከፍታ ኣለኹ ሲ ሃሙይ ለግንያት ንቆያ ኢለ ደንጊፃ ገለ ካብ ድሓርታ እዩ ኢላትና ኣርኢናዮ ዝናይ ገፀይ ቆሳሳ ልወፅ ኣርኢናያ ሲ ለኣይለተይ ሰራሕክናላ ኢላትና ካልኣይ ሰሪሕና ለኣለ ሰሪሕናላ ኢና ማለት እዩ ግና ኣብ ናያትን ብዙሕ ቆሻሻ ይወፀ ብዙሕ እንትን ስለልውሉ ኣጋፀን

ኬር ክንልሕምም ጠብልኣ ካብኡ ድሓር ከመይ ትገብራ መሲልክን ሶፍቲ ተምፃእ እሞ ለማንኛው እዚ ክሬም ብምንታለ ዝሰርሖ መሲልክን ሕዚ ፆም ስለ ዝኾነ እምበይ ብናንቋቑሖ እንድሕር እንጣጢዕ ለይብልኽን ናንቋቑሖ ፃዕዱ

ተኣም ዝገርኽን ወዲ ዓመይ ለለተይ ሓቆፍኽኒ ኢለ ኣሚኒ ንዓ በቃ ለኣኽ ሓቂፈ ተማ ግበሮ ዝሮ ንቆልዓ ምዃን ኣዲ ቆልዓ ዲ ንቆልዓ ችግር እየናዕል ወደ ኢለ ሕቁፍ ኣቢለ ወደ ይብለክን ኣምዝገረ ይጥቀም ለኹ ማለት እዩ። ያው ብደንቢ መናድዩ ለኣስቲ ተብለነክን ማለት እዩ። ወዲ ዓሚላ ፈረሓ እኮ እዩ ምስ ደረቀ መለሊት ኣድዮ መሲሉ ሕንጉጓ እኮ እየ ድበሰልኩ ትጋ ሃዋ ጸሊም ስለ ዝኾነ ግን ዓይነ ድዮ መሲሉ ነይረ

ብሕክምና ካብ ሰደልጋታት ልግዝኡ ለወዶ እሱ ትጥቀማተ ኮይኒ እንድሕርሱ ለይትጥቀማለ ብማይ ጥራሕ ተትሕፃ ገፅኽን ገፅና ሲ ሳሙና ብጣዕሚ እዩ ገፅናና ገፅና ወዝ ሳሙና ብጣዕሚ እዩ ለልዕሎ ማለት እዩ ኣነ ቅድሚ ዘኽትብ ብማይ ብሳሙና በቃ እንድሕር ለይተሓፀብኩ ተሓፂበ ይመስለኒ ስለልለመድኹ እንድሕር ጥራሕ ማይ ተሓፂበያ ብስረ በቃ ካልኣይ ከይደ ክሕፀብ ተለይ ኮይኑ ምንም ተሓፀብካ ይመስለኒ ማለት እዩ እና ገጽክን ሳሙና ተለይ ተልምድኦ ወይለ ኣሎና ገጽ ሳሙናታት ዝራውዚ ፎተ ክገብረልኽን እያ እና ሃምል እዚኦም ዶሉ ወይ ኸዓ ኣብ ገዛኽን በዓልኽን ትሰርሓ ትኽላ ይኽን ኣነ ክልተ ግዜ ዲ ገለ ሰሪሐ ኣለኹ ቪድዮ ኣብ ዩቱብ ቻነል ብንጣጢዕ ገይረ ሰሪሐ ነይረ ብሩዝ ብሩዝለ ሰሪሐ ነይረ እና በዓልኻትን ንገጽ ጠቃሚ ብልኾነ ባዕልካትን ሳሙና ገዚእክን ኖርማል ሳሙና ኣምኪክን ብኣቶም ሓዊስክን ሰሪሕክን ልገጽክን ምሕጻብ ትጥቀማ ኢክን ተለይለ ኢለ ኖርማል ብማይ ተተሓጺብክኖ ዋላ ሓንቲ ጸገም ይውል ይብለክን ሓላላተይ እስካብ መጨረሻ ስለ ልተኸታተልክናኒ የቐንየለይ ብጣዕሚ እየ ለመስግን ሓደሽቲ ለኾንክን ላይክ ሳብስክራይብ ምግባር ኣይትርስዓ ኢክን ስሰናይ ንዓክን